ማለት ተመዛባሊ ምምላስ እሲ ናይ ትግራይ ጥራይ ኣይኮነ ናይ ፌደራል እውን እዩ ንመረፃ ተባሂሉ መሪፅና መሰል ዓርሲ ውሳኔ ኢልና ተዋጊእና ሕዚ ከ መርፃ ይግበርን ተባሂሉ ድዩ ካልእ ኩናት ክመፅእ ማለት ሕዚ ካብ ዘውዚ እኒሄ ወፂኦም ብስሩ ትግራይ ሲ ኣበይ እያ ትድሕን ከመይ እያ ትድሕን ትግራዋይ ከመይ እዩ ዝእከብ ዝብል ኣጀንዳ እዩ ክመፅእ ዘለዎ ኣሒዝካኡ ከለኻ እቲ ናይ ኣኽሱም ዝነበረ ኣኼባሲ ማለት ብዙሕ ሰብ ትዕም ትዕም ኢሉሉ እንድዩ ገለገሊኦም እውን ብዝወፅኦም ዝገለፅዎ እውን ኣለዉ እንታይ እዩ ተኻይዱ ማለት እቲ ሽም ብዘይብሉ ኣኼባ እንታይ ተባሂሉ እዩ ክፅዋዕ ኢልካ ዝገለፅካዮ ኣኼባ ኣብ መንጎ ደብረፅዮንን ኣብ መንጎ ኣለም ገብረዋህድ ከምኡ እውን ጀነራል ታደሰ ወረደ ዝተሓወሰ እውን ኣኼባ ስለ ዝነበረ እንታይ እዩ ነይሩ እቲ ቀንዲ ኣጀንዳ ምስኣ ተተሓሒዛ እታ ናይ ንሳ ኢና ክነልዕል ማለት እቲ ናይ ቲፒኤልኤፍ ጉዳይ ሲ ተፍቲ ውሽጢ እኒህ ፀገም ቀንዲ መንቀሊ ኮይኑ እንዳሃለወ ግን ሽማሽም ምሃብ ኣብ ትግራይ ዝተለመደ እዩ እቲ ዓንቶ ተልዕሎ ዝነበርካ ብብልፅግና ወገን ወይ ከዓ ኣሰላልፋ ብኡ ተሰሊፉ ዘሎ በዚ ዘሎ ሓይሊ ምስ ሻዕብያ ኢኻ ክብል በዚ ዘሎ ሓይሊ ድማ ይሰለፍ ኣይሰለፍ ብዘየገድስ ምስ ብልፅግና ኢኻ ክብል ንቡር እዩ። ግን ኣብ ትግራይ ውሽጢ ንዝፅገሙ ንዝፍጠሩ ፀገማት ኣብ ቲፒኤልኤፍ ውሽጢ ንዝፍጠሩ ፀገማት ኩላቶም ናይ ደገ ኢድ ኣታውነት እዮም እንዳበልካ እውን ምልኻኸሲ ፍታሕ ከምፅ ይኽእል እዩ ዝብል ሓደ ነገር ኮይኑ ግን ብፍላይ ከዓ ኣብቲ ናይ ቲፒኤልኤፍ ዝኒሀ ሕርኽርኻት ሲ እቶም ላዕለዎት ኣመራርሓ ማለት ነቲ ነታ ስልጣን ንሳስ ወይ ስልጣን ወይ ሞት ኢሎም ክር ኢሎም ሒዞሞ ዘለውስ ሻዕብያ ብንየወ ገፅ ኮይኑ ድፍኢት ስለዝገብረሎም እዮም ኢሎም ዘልዕሉ ኣለዉ ምስ ሻዕብያ ድማ ብፍላይ ከዓ ምስ ሻዕቢያ ተሓባቢሮም ዝሰርሑ እቶም ናይ ደገ ኢድ ኣታውነት ናይ መንግስቲ ኢትዮጵያ ከምኡ እውን ናይ መንግስቲ ኤርትራ ኢድ ኣታውነታት ወይ ከዓ ምስሓሓብ ስለ ዘሎ ጥራሕ ዲና ኢልና ክንከስስ ዝግባኣና ብስሩ ከናታቶም ኢድ ኣታውነቶም ስጋዕ ምንታይ ዝኣክል እዩ እርግፅ እዩ ዓንቶ ተልዕሎ ነርካ ፌደራል መንግስቲ እቲ ዓይነት ትግራይ ክትፍጠር ይደሊ ወይ ከብስሩ ምምላስ እዚ ናይ ትግራይ ጥራይ ኣይኮነ ናይ ፌደራል እውን እዩ ስለዚ ዘይትገብሩ ነገር ንምንታይ ኢኻ መዓልቲ መዓልቲ ተዋግዕ ሓታቲ ስም ዘይብሉ እወ ሓታቲ የብሎምን ተሓደ ይመፅእ ሰነ ሰላሳ ይብለኪ ሰነ ሰላሳ ሰነ ሰላሳ ሓሊፉ ሕዚ እውን ድሕሪ ሕዚ ሲ ከምዚ እዩ እንታይ ክትገብር ድሕሪ ሕዚ ሕዚ ንኣብነት ፌደራል መንግስቲ መርፃ ክገብር እየ ይብለሉ እንታይ እዮም ክገብሩ እንታይ እዮም ክገብሩ ማለት ቅድሚ ሕዚ ንመረፃ ተባሂሉ መሪፅና መሰል ዓርሲ ውሳኔ ኢልና ተዋጊእና ሕዚ ከ መርፃ ይግበርን ተባሂሉ ድዩ ካልእ ኩናት ክመፅእ ማለት ሕዚ ካብ ዘውዚ እኒሄ ወፂኦም ብስሩ ትግራይ ሲ ኣበይ እያ ትድሕን ከመይ እያ ትድሕን ትግራዋይ ከመይ እዩ ዝእከብ ዝብል ኣጀንዳ እዩ ክመፅእ ዘለዎ እዙይ ድማ ዓርሶም መስዋእቲ ዝገብሩ ይኣኽለና ዝብሉ መራሕቲ የድልዩ። ሕዚ ግን ንሪኦም ዘለና በብጉጅለኦም ሕዚ ትርኢ እኮ ኢኺ ትማሊ ንግሆ እዚ በሰላልፋ ህግደፍ ኢሎም ዝፅውዕዎ ዝነበሩ ተገልቢጦም መፅኦም ብልፅግና ክብልዎ ይኽእሉ እዮም። ምክንያቱም እቲ ናይ ወንበር ምስሓሓብ እዩ ዘምፅኦ ምንም ናይ ረብሓ ጥያቄ- ጎንፂ ናይ- ኣብ መንጎ ናይ- ጥራሕ እዩ። ናይ ትግራይ ረብሓ እኳ ሕዚ ምስ ተሓሒዝካ ኣብኡ ከለካ እቲ ናይ ኣክሱም ዝነበረ ኣኼባ ሲ ማለት ብዙሕ ሰብ ትዕም ትዕም ኢሉሉ እንዲ ገለገሊኦም እውን ብዝወፅኦም ዝገለፅዎ እውን ኣለዉ እንታይ እዩ ተካይዱ ማለት እቲ ሽም ብዘይብሉ ኣኼባ እንታይ ተባሂሉ እዩ ክፅዋዕ ኢልካ ዝገለፅካዮ ኣኼባ ኣብ መንጎ ደብረጼንን ኣብ መንጎ ኣለም ጉብረሃድ ከምኡ እውን ጀነራል ታደሰ ወረደ ዝተሓወሶ እውን ኣኼባ ስለ ዝነበረ እንታይ እዩ ነይሩ እቲ ቀንዲ ኣጀንዳ እንታይ ከ እዩ ተወሲኑ ብዛዕባ ሪፎርም ደጊምኩም ከይተልዕልዋ ብዛዕባ እዚኣ ተስፋ ከይህልወኩም ዝብል ምላሽ ንምሃብ ድዩ ተኻይዱ ወይስ ብስሩ እውን ብዛዕባ እቲ ዝመፅእ ዘሎ ሓደጋ ገምጊሙ ብዛዕባ እቲ ሪፎርም ኢሎም መምሃርያን ዩኒቨርሲቲ እውን ኣኪቦም ዘፅንዕዎ መፅናዕቲ ባዕሉ ሲ ብዛዕባኡ እውን ከይተልዐሉ ንክብሉ ድዮም እቲ ቀንዲ ኣጀንድኡ እንታይ እዩ ነይሩ እንታይ እዮም ኢሎም
ሕዝታይ ይመስለኪ እቶም መሰረታዊ ጉዳያት እንዲና መን እዩ ዝመርሖ ነይሩ ኣኼባ ዝርዝር ሓበሬታኮሚቴ ኣሎ ባይዘወይ ሓደ ኮሚቴ ኣሎ ሓቂ ብሄራዊ ኮሚቴ ድዩ ብሄራዊ ግዛዕ ዝበሃል ትሽዓተ ሰባት ገለ ዘለዎ ማለት ወዲ ወረደ ደብረፅዮንስ ንወዲ ወረደ ዝመርሐሉ ኮሚቴ ኣሎ እዩ ማለት ሕዚ እዞም ሰባት እዚኣቶም እንታይ ድዩ ዝገርመኪ መስለኪ ሚሊተሪ ሴኪሪቲ ካውንስል ተዘጣይሽ ናይ ባዕሉ ሚሊተሪ ኩነታት ዝግምግመሉ ናይ ባዕሉ ማለት ሕዚ ዝተልዓልካያ ግን ብጣዕሚ መስሓቀት እያ ማለት ደብረ ፅዮን ንወዲ ወረደ ተዘጣይሽ ተዘጣይሽ ምንም ፀገም የብሉ ምስሩ እውን ክህሉ ኣለዎ ናይ ሚሊተሪ ጉዳይ ዓርሶ ዝግምግመሉ ኩነታት ዝግምግመሉ ግዛዕ ዝግምግመሉ ኤክስፔክት ይግበር እዩ ሕዚ ግን ካብ ሰራዊት እውን ካብ ህወሓት እውን ካብ ግዜያዊ ምምሕዳር ድማ ያው ካብ ግዜያዊ ምምሕዳር ክልተ ኣማንኤልን
ጀነራትን ታደሰ ወረደን ዝርከብሉ ካብኡ ደብረፅዮን ዝመራ ማለት ዝሰብኣይ እዚ ናበይ ተወሲድና ኢና ምምራሕ ከገድብ ይፅሉ በቃ እታ በዚኣ ተኸልኪሉስ ናብ ካልእ ከይዱ ከይዱ ተመሪሑ ማለት ኣብዘይ ዕረይ ክነግረኪ እቲ መንግስቲ ምስቲ ውድብ ዘለዎ ርክብ ከመይ ክፍፅም ዘለዎ ዝብልስ ስልሳ ፐርሰንት እንድሕር ሒዙ ጉዳዩ ብስራሕ ፈፃሚ ፖለቲካዊ ጉዳዩ ገምጊሙ ናብ ማእኸላይ ኮሚቴ ቢሉ ነቶም ኣብ መንግስቲ ዘለዉ ተልእኾ ሂቡ ድሌታቱ ብኡ ገይሩ ከፍፅም ይኽእል ነይሩ እዩ እዚ ማለት እንታይ ማለት እዩ ኦረዲ ስልሳን ሓደን ፐርሰንት እንተሒዝኪ ወይ ሓምሳ ፐርሰንት እንተሒዝኪ ሓምሳን ሓደ ፐርሰንት እንተሒዝኪ እቶም ትደልዮም ፖለቲካዊ ጉዳያት ክተፍፅሚ ትኽእል ኢኺ ኦረዲ ንስኺ መንግስቲ ስለዝኾንኪ ሕዚ ደብረፅዮን እዚ ዋላ ነቶም ካቢነ እኮ ዘይኣምኖም ዘሎ ዝተለመደ እኒሄ ሕዚ እንታይ እዩ እንታይ እዩ ይበሃል እዚ በቃ ማለት እዞም ሰባት እዚኣቶም ባዕላቶም እሺ ፈትፊቶም ትሽዓተ ሲኹኑ ዓሰርተ ሓደ ሲኹኑ ካልኦት ቁፅሪ ሲሃለዎም ብዘየግድስ እንታይ ገይሮም እንታይ ኣምፅኦም እና ሕዚ ማንም ተራ ሰብ ዝግምግሞ ገምጋም ኣሎ ኣብዪ ኣሕመድ ኩናት ክኸፍተልና እዩ እዩ ኮት ገምጋዲ ገምገም ኢለን ኣብይ ኣሕመድ ኩናት ክኸፍተልና እዩ ኦኬ እሞኸ ጽቡቕ ኣብይ ኣሕመድ ድሕሪ ኩናት ክኸፍተልና ኮይኑ እሞ ክንግምግም እንዲና ድኣ ዘለና ቀዳማይ እዚ ኩናት እዚ ከመይ ኢና ነቕርዮ እዩ ዝቕመጥ ነዚ ኩናት እዚ ንምቕራይ እንታይ ዓላማ ይሃሉ መቃለሲ ዓላማ ማለት ኣብቲ ዓለማ እያ ዝእከብ ሓይሊ ምስ ኣከብካ ኮ እዩ ናይ ምድርዳር ዓቕሚ ሓፍ ምስ በለ እዩ ኩናት ዝቐርብ ቀፂሉ እንታይ ዓይነት ስርዓተ መንግስቲ ወይ ከዓ እንታይ ዓይነት መንግስቲ ይሃለወና እንታይ ዓይነት ኣወዳድባ ይሃለወና ካብኡ እቲ ተበቲኑ ዘሎ ሓይሊ ከመይ ንፅውዖ? እዚኤን ኢኻ ክተወግዕ ዘለካ ሕዚ ግን መኸተ ኢና ዘለና ኩናት ይመፀና እዩ ዘሎ ክንዳለው ኢና ዘለና መራሕትና ኣይተልዕልዎም ኣይትንክእዎም ናይ መኸተ ሓይሊ እቲ ወያናይ ሓይሊ ይተኣከብ ክንቃለስ ኢና ከምዚ ኢልካ ዝምራሕ ነገር እንተሃልዩ ከዓ ንሪኦ። እዚ ፍፁም ፍፁም ምስ ሓቂ ዘይተዓረቐ ኩነታት ዘይተረድዐ ገምጋምን ውሳነን እዩ። ምክንያቱ ግልፂ እዩ ትማሊ ንጉሆ ንስካትኪም ክሞት ሪፍኩምና እናበለ ንገለገሊኦም ብጎኖም እናኸደ ደብረፅዮን ንጀነራላት በቃ ክድግፍዎ ስልጣን ክዕቅብሉ እንታይ እናሸገርካ ፈረሰ ኣይቕየርን ክብሉ ሪፎርም የድሊ እዩ ሪፎርም ዘድልየና ግን ዝኾነታት ምስ ሸገርና ኢና እንታይ እቲ ኩነታት ባይዘ እቲ ኩነታት ባዕሉ ይርድእዎ ንሳት ተዝርድእዎ ክፈርሑ እዮም ነይሮም ክትጭነቕ ኢኻ ማለት ንሕና ኮ ንጭነቕ ካብኡ ንሕና ኮ ንፈርሕ ዝኾነ ነገር ክመፅእ እንከሎ ዜርዜሩ እቲ ዘሎ ናይ ህወሓት ድሌትን ኩነታትን ንሱ እዩ ሶ ህወሓት ካብዚ ውፅእ ኢሉ በተለይ ደገፍቲ ህወሓት እዚ ክትሰምዑ ከለኹም ፀላዕላዕ ከይብለኩም ክትገብርዎ ዝግባእ ህወሓት ክድሕን ህዝቢ ትግራይ ክድሕን እንተኾይኑ መጀመርያ ትግራይ ክድሕን ዘለዎ ትግራይ ክድሕን እንተኾይኑ ህወሓት ብቅንዕና ምትዕርራይ ክገብር ዘለዎ ምትዕርራይ ገይሩ ድማ ናይ ትግራይ ሓይልታት ዘእከብሉ ዕድል ክፈጥር ኮምፕሮማይዝ ክገብር ድሉው ክኾን ኣለዎ ስለዚ ሓበራዊ ዓላማ ይህልዎ ህዝቢ ትግራይ ሓበራዊ መሪሕነት ሓበራዊ መንግስቲ ይህልዎ ሓበራዊ ወዳድባ ይህልዎ በዚ መንገዲ እዚ ባይዘወይ ኩናት እውን ምቅራይ ይከኣል እዩ ናይ ምድርዳር ዓቕምኻ ሓፍ ስለ ዝብል ሓድነት እውን ስለ ዝመፅእ ተብ ዓፋርን ተብ ግዛዕን ተበቲኑ ዘሎ እውን ናብ ዓዱ ንክኣቱ ዕድል ይፈጥር እዩ ማለት ስፔሻሊ ስኢሉ ጠቕሊሉ ከዲዑ ዝኸደ ሰብ ምንም ክትገብሮ ይትኽእልን ኩሉ ግዜ ኣሎ እዩ እንተንኢሱ ግን ኩሎም ፀገማት ምፍታሕ ይከኣል እዩ ሕዚ እውን ዕድል ኣሎ እንተዘይኮይኑ ግን ኣብ መንጎ ታደሰን ደብረፅንን መንጀሪኖን ኣለምን ገመድ ጉታ ክንገጥም ኢና ኢልካ ንሓደ ንመወዳእትኡን ንትግራይ ለኪምካ ምጥፋእ እዩ ክኸውን ዝብል እዩ ዘለኒ ምስታ ናይ ምዙ ተሓሒዝና እታ ናይ ደገ ኢዳ ተውነት ፅቡቅ ምስኣ ተተሓሒዛ እታ ናይ ንሳ ኢና ክነልዕል ማለት እቲ ናይ ቲፒኤልኤፍ ጉዳይ ሲ ተፍቲ ውሽጢ እኒህ ፀገም ቀንዲ መንቀሉ ኮይኑ እንዳሃለወ ግን ሽማሽም ምሃብ ኣብ ትግራይ ዝተለመደ እዩ እቲ ዓንቶ ተልዕሎ ዝነበርካ ብብልፅግና ወገን ወይ ከዓ ኣሰላልፋ ብኡ ተሰሊፉ ዘሎ ንበዚ ዘሎ ሓይሊ ምስ ሻዕብያ ኢኻ ክብል እቲ በዚ ዘሎ ሓይሊ ድማ ይሰለፍ ኣይሰለፍ ብዘየገድስ ምስ ብልፅግና ኢኻ ክብል ንቡር እዩ። ግን ኣብ ትግራይ ውሽጢ ንዝፅገሙ ንዝፍጠሩ ፀገማት ኣብ ቲፒኤልኤፍ ውሽጢ ንዝፍጠሩ ፀገማት ኩላቶም ናይ ደገ ኢድ ኣታውነት እዮም እንዳበልካ እውን ምልኻኸሲ ፍታሕ ከምፅእ ይኽእል እዩ ዝብል ሓደ ነገር ኮይኑ እ፣ ግን ብፍላይ ከ ኣብቲ ናይ ቲፒኤልኤፍ ዝኒሀ ሕርኽርኻትሲ እቶም ላዕለዎት ኣመራርሓ ማለት ነቲ ነታ ስልጣን ንሳስ ወይ ጣን ወይ ሞት ኢሎም ክሪ ኢሎም ሒዞሞ ዘለውስ ሻዕብያ ብንየው ገፅ ኮይኑ ድፍኢት ስለ ዝገብረሎም እዮም ኢሎም ዘውልዕሉ ኣለዉ ምስ ሻዕብያ ድማ ብፍላይ ከዓ ንየ ምስ ሻዕብያ ተሓባቢሮም ዝሰርሑ ተጋሩ እውን ክህልው ይኽእሉ እዮም ስለዚ እቶም ተጋሩ እዚኣቶም ምስቶም ኣመራርሓ ትግራይ ዘለዉ ናይ ቲፒኤልኤፍ ምስኣቶም እውን ዘለዎም ርክብ ኣተሓሒዞም ምስ ካብ ኢትዮጵያ ክመፅእ ዝኽእል ሓደጋ እውን ኣተሓሒዞም ማለትስ ብትክክል ነቲ ሕብረተሰብ ዝጠቅም ኣካይዳ ተዝህሉ እቲ ኩናት እውን ከምቲ ዝበልካዮ እቲ ዝመፅእ ዘሎ ሓደጋ እውን ቀኒሱ ስ መዋፅኦ ክኸውን ዝኽእል ተፈጢሮም ዘለዉ ዕድላት ድማ ናብ ረብሓ ቀይርካ ህዝቢ ትግራይ ክተሳግረሉ ትኽእል ዕድል ዝፈጥር እንተዝኸውን ፅቡቅ ነይሩ ግን ብውልቀ ጥራሕ ሪኦም እዮም ኣሰላልፍኦም ፍርቆም ምስ ሻዕብያ ብፍርቆም ምስ ፒፒ ዝስለፉ ዘለዉ ናይ ከብዲ ኣጀንዳ ፍርቁ ፍርቁ ናይ ስልጣን ኣጀንዳ ዜሩ ዜሩ ግን ናብ ውልቂ ኣጀንዳ ዝተሓሓዘሉ ከይዲ ኣሎ እሞ ማለት ኣብ ትግራይ ዘለዉ ፀገማት ኩላቶም ናይ ደገ ኢድ ኣታውነት ናይ መንግስቲ ኢትዮጵያ ከምኡ እውን ናይ መንግስቲ ኤርትራ ኢድ ኣታውነታት ወይ ከዓ ምስሓሓብ ስለ ዘሎ ጥራሕ ዲና ኢልና ክንከስስ ዝግባኣና ብስሩ ከናታቶም ኢድ ኣታውነቶም ከስቅስ ስጋዕ ምንታይ ዝኣክል እዩ ርግጽ እዩ ዓንተው ተልዕሎ ነርካ ፌደራል መንግስቲ እቲ ዓይነት ትግራይ ክትፍጠር ይደሊ ወይ ከብስሩኸ ትግራይሲ ክትህሉ ይደሊ ዶ ዝብል ኣጀንዳ እውን ኣተሓሒዝካ ከምኡ እውን ሻዕብያ እውን ኣብ ትግራይሲ እንታይ ዓይነት ትግራይ እያ ከህሉ ዝደልየሉ ዘሎ ናብ ልዕሊዑ ክመፅእ ዝነበረ ኩናት ኣብ ትግራይ ዓውዲ ኩናት ፈጢርካ ዓርሱ ንምድሓን ካብኡ ድማ ትግራይ ንምጥፋእ ክልቲኦም ኣብ ትግራይ ዘለዎም ቅዋም ኣፈላላይ ከምዘይብሎም ርዱእ እዩ ግን ኣብዚ መዳይ ዘሎ ዝወሃቡ ሓሳባት ብኸመይ ኢኻ ፍሬም ትገብሮም? መሰረታዊ ነገራት ክነልዕል ኣለና ኢለ ይግምት። ሓደ ኣብ ትግራይ ዘሎ ናይ ፖለቲካዊ ኣፈላላይ ዝተለመደ እዩ። ባህሪ ፖለቲካ ትግራይ ምግምጋም እኮ እዩ። ፀገምካ ባዕልኻ ሓላፍነት ከይትወስድ ንካልእ ኣካል ትዎ ድጋፍ እውን ክትረኽበሉ ተቃውሞ እውን ክትእክበሉ ደጋፍ እውን ክትእክበሉ ከምኡ ከምኡ ፍሬም ዝግበር ተረዲኽኒ ካብ እቶም መሰረታዊ ዝበሃሉ መሰረታዊ ዝበሃሉ ናይ ሓሳብ ኣፈላላይ ተሃልዮምኻ ንሶም እዮም ዝወፁ ኣብኡ ኢኻ ተውግዕ ናይ ሓሳብ ኣፈላላይ ዘይብሎም ሓላፍነት ምውሳድ ስለ ዘይደሊ እቶም ፀገማት ኤክስተርናላይዝ ገይሩ ናብ መን ይውርውረም መስለኪ ሓንቲ መርኢት ክነግረኪ ፕሪቶሪያ ተፈሪሙ ውዕል ተፈፂሙ ሰላም ኮይኑ ቀፂሉ ናይ ኣብይ መንግስቲ ናብ ትግራይ ኩናት ማለት ትግራይ ምስ ኤርትራ ትዋገሉ ዕድል ክፈጥር ፈጡ ሓሲቡ እዚ ብትግራይ ዝነበረ ሰራዊት ይኹን ትግራይ ዝነበረ መንግስቲ እቶም ሽዑ ዝነበሩ ስራሕ ፈፀምቲ ተቋይሞም ኖኖ ኣንሕና ኣይንዋጋእን ኢሎም ብዕሊ ትግራይ እቶም ሓሙሽተ ምስራሕ ፈፀምቲ እናተዘራረቡ ምስ ናይ ኤርትራ ሓይልታት እውን ሰላማዊ ዝኾነ ጉዳይ ፖለቲካ ስለ ዝኾነ የውግዑ ነይሮም ብሓደ እናሃለዉ ብከምኡ ይተኻሰሱ ብዕሊ ምስ ዝተፈላለዩ ግን ሓደ ብልፅግና ሓደ ህግደፍ ኢኻ ተባሂሎም ኣፈላላዮም ንሶ ይነበረን ኣፈላላዮም ስልጣኖም እዩ ስለዚ እቲ ናይ ስልጣን ጉዳይ ከይፍለጥ ምእንታን መልክዕ ክሕዘልኪ ደጋፍን ተቃዋሚን ክህልዎ ምእንታን ኢኺ ንስኺ ብኡ መንገዲ ፍሬም ጌርኪ እቲ ኣጀንዳ ናብ ኣደባባይ ሒዝክዮ ትወፂ ምሕሳብ ዘይኽእል ሰብ ወይም ድማ ኣብ ናይ ሓሳብ ዓውዲ ዘየለ መሪሕነት ክጥቀመለን ዝኽእላ ስልቲ ናይ ቃልሲ እየን እዚኤን እዚ ማለት ግን ኣብ ዙርያና ዘለዉ ህግደፍ ይኹን ናይ ኤርትራ መንግስቲ ይኹን ናይ ኢትዮጵያ መንግስቲ ኣብ ትግራይ ዘሎ ፖለቲካ ስቕ ኢሎም ይርእይዎ ማለት ኣይኮነ በቢ ካብቲ ዝደልይዎ ባህጊ ምምዝማዝን ትንሶም ዝደልይዎ ነገር ተሸኪሙ ክኸድ ዝደሊ ሓይሊ ክህሉን ክሰርሑ እዮም ምንም ሕቶ ምንም ሕቶ ይብሉ ንኣብነት እዚ ትግራይ ምስ ኤርትራ ትግራይ ምስ ኢትዮጵያ ኮይና ንኤርትራ ትውረር ኢሉ ዝድግፍ ሓይሊ እንተሃልዩ እዚ ብኤርትራ ገፅ ፀላኢኦም ገይሮም ዲፋይን ክገብርዎ ኣይ ንስኻ ኣብ ትግራይ ዓውደ ኩናት ኣይትገብራን ብዚኣ ጌርካ ኣይትወግእን ዝብል ተሃልዩ ዲፋይን ገይሮም ታክቲካል ፍታዊኦም ክገብርዎ እዮም እዞም ኣካላት እዚኦቶም ቦይ ተጋግዩ ስርሖም እዮም ዝሰርሑ ኣለዉ እንታይ እዮም ክገብሩ ኤክስፔክት ንገብረለን ናይ ኤርትራ መንግስቲ ይኹን ናይ ኢትዮጵያ መንግስቲ እኮ ሓቢሮም መፅኦም ፅንተት ፈፂሞም እዮም ተረዲኽኒ ስለዚ ሕዚ እቲ መሰረታዊ ፀገም ናይ ትግራይ ፀገም ብጣዕሚ ኣነ ዝቃወሞ ዝነበርኩ ሰራዊት ወሲኑ ሓቂ ናይ ኮርን ዓቐብ ውሳነ ምቅዋም እናኸኣልካስ ሻዕብያ ኢልካ ትዛረብ ንምንታይ ኢኻ ሻዕብያ ትብሎ ንምንታይ ኣና ዝኾነ ጸግዒ ከትገሉ እዩ ተቃወሞ እንዶ ትክክል ኣይኮነ ኢልካ እንዶ ግጠመሉ ማለት እዚስ ኣዕዳዲ ግዜ ሲ ንሳቶም ጥራይ ኣይኮኑን ከምዚ ዓንተ ዝበልኩ ኮይ ንሳቶም ጥራይ ኣይኮኑን ባይዚ ወይ ንሳቶም ረይ ሕዚ ኣብ ቲፔሌፍ ብልጽግና ኢልካ ክትዛረብ ከለኻ ብልጽግና ኢልካ ክትከስስ ከለኻ ናይ ክስታይ መለክዒ ይኸውን ኣሎ ማለት እዩ ብልጽግና ኢልካ ክትከሱ ከለኻስ በቃ እዚ ኣንጻር ብሄር ረብሓ ተጋሩ እዩ ኢልኪ ክትኽብር እዮ ዘለኺ እወ ካብኡ ንናይ ቲፒኤልኤፍ መውቅዒ ድማ እቲ ተቃዋማይ ብደገ ዘሎ ሓይሊ ድማ ሻዕብያ ኢሉ እዩ ዝኸስስ እምበርኮ ትግራይ ምስ ኤርትራ ዶ ትስራሕ ትግራይ ምስ ኣምሓራ ዶ ትስራሕ ትግራይ ምስ ብልፅግና ዶ ትስራሕ እኮ ሓሳብ እኮ እዩ ማለት ሓሳብ ዶ ብልፅግና ንህግደፍን የብል እዩ ማለት ኣነ ክዕቆብ ተኮይኑ ኣነ ኣበይ ይቅለብ ተኮይኑ ካሊእ ጉዳይ እዩ ትግራይ መዋፅኣ ንዚ ነገር እዚ በዚ ትፈትሖ ንዚ ነገር እዚ በዚ ትሪኦ ኢልካ ምቕማጥ ፀገም የብሉን